ሰላም ሰላም ኬፍኩም ኬፍኩም ጀምዓ ማለት እዩ ሕጂ ከኣ ኣብ እንዳ ናሂ ኣብ እንዳ ዲኒ ኢና ዘለና ማለት እዩ በዚ ኣጋጣሚ ማለት እዩ ፕራንክ ክገብሮም እየ ማለት እዩ ሕጂ ገዝኦም እዩ መፂኦም ዘለኹ ዘዊረዮም እየ ከይደዮም እየ ዘለኹ ግድን ሕጂ ሓቢእያ እየ ዘለኹ እዛ ሞባይል ማለት እዩ እዛ ፕራንክ እዋእ ክንገብሮም ኢና ማለት እዩ ግድን እዩ ስቅ ኢልካ ገለ ኣይከነን ንሶም ከኣ እስካ ፕራንክ ዝገብሮም ማለት እዩ ክሳብ ክሳብ ጀሚርና ክሳብ ንውዳእ ሓቢርና ምሳና ፅንሑ ማለት እዩ ላይክ ሳብስክራይብ ከዓ ግድን ላይክ ሳብስክራይብ ግድን ግበሩ ማለት እዩ ያላ ናብቲ ፕራንክና ማለት እዩ ደቂሶም እዮም ዘለዉ እጅ ሰባሕ ንግሆ እዩ ዘሎ ማለት እዩ ኣነ ኣብ- ከምኡ ኢኻ ገዛ እንዳ ሰብ ተኸይድካ ከዓስ ድቃስ ኣይመፀካን እዩ ድቃስ ዘይብለይ ሓዲረ ማለት እዩ በቃ ድቃስ ኣብይኒ ናተይ ተኾንኩም ካብ ተኾመንቲ ገለ ከዓ ተዘዊርኩም ገለ ትፈልጡ ተኮንኩም ኣብቲ ድቃስ መጻኩም ድዩ መጻኩም ድዩ እንዳ ሰብ ገለ ተዘዊርካ ኣብ ናይ ጃምዓኩም ገለ ንስኩም ከኣ ኣብቲ ኮመንት ከኣ ክጽብየኩም እየ ማለት እዩ ድቃስ ኣብኒ ሕጂ ቀዲመ እዮም ገለ ተሲኤ ኣለኩ ደቂሶም እዮም ዘለዉ ማለት ደቂሶም ስለ ዘለዉ ክከይደ ከኩሕሖም እየ ካኩሕዮም ክመጽእ እየ ካብኡ ሽዑ ናብቲ ፕራንክና እንታይ ገሩ ሓቢርና ብሓንሳብ ንጽናሕ ማለት እዩ ሰሰናዩ ለስጎ

ኖኖ የሙና ዓርከይ ግብእካ እኮ እዩ ስካር ኣሞ ቁርሲ ኮነን ካልእ ግብእካ ድና ስታይ እስከ ወላ ኣሞ ተጀዊዕካ ስጋ ብትስ ዘይትበልዕ ኣሎ እኮ ኣውያካ ትበልዕ እና ከምዚ ምሻሎ ሕውነት ከምዚ ሓውና ኢልና ኢና ከምዚ ኣባስ ኣቅሪብና ስለንሪኤካ ኢና እምበር ይብሉ ዓርከይ ጋሻ መፂእካ ገዛኻ ካልእ ካልእ ዝግባኡ ዶ ግን ከምዚ ኣቅሪብና ስለዝንዓነካ ኢና ይብሉ ዓርከይ ካልኣይ ትረዳ ይሬታ ዝዓርከይ

ደርፊ እዚ ሓቢቢ ማለት እኮ ንዓርኪ መን ፀፊዕካ ድዩ ዝገዛ ሎም እንታይ ኣለዎ ንዓብ ኣበይነይ ደርፊ ዳደይ ትውላ ባዕላ ግድና ኖርማል ትውሉ እንታይ ደርፊ ስለ ሙዚቃ ገለ ጌርኩም ዝተስማዕና እንታይ ፀገም ኣለዎ እዎ ፅቡቅ እንዲ ሃለላሃ ባዕላ ደይ ትውላ ተፅግሞ ኣለዎ ገዛኻ ጋሻ ጋሻ

ይቅሬታ በቃ ኣነ ግን ከም ማለት እዩ ሙና ሓወይ ወንታይ ከገይርካለይ መጀመርያ ትነፅገን ርዳኢታለይ ኖርማል እዩ ንዓኻ ዘይነፀጎና ንመን ክነፅግ እንታይ ምኾ ፅቡቅ ንዓይ ዘይነፀግካ ንመን ክትነፅግ ምሾ ችውን ንክትነፅገኒ እኳ ዘይተሰከፍካስ
ካልእ ማለት ንክትገብር ኣብዚ ገዛ ስታኹኪ ክትስከፍ

ዋእ ኣታ ሓቢቢ ኣክብሮት ካሊኡ እዚ ከኣ ካሊኡ ዋእ መጀመርያ መጀመርያ ኣነ ሓወይ እዩ ኢለ ኣክቢረካ እንዴ ካብዚ ንላዕሊ ወላ ሓንቲ እየ ክገብር ዘይክእል የቁርስካና ኣውረስካና ሓራይ ክነቁርሰካ እኮ ንዳሉ ናብ ናይ ናብ ዘረባ ዘረባ እኮ ኣብ ዘረባ ኣትዩ። እቲኻ ናይ የማን ዓርኪ እንታይ ኮንካ እንታይ ማለት እዩ?

ስምዕኒ ኣነ እቲ ዝኣክለኒ ክብረት ሂበ እንድየ ተረዲእኻኒ ኣብ ከምዚ ካብ በፅሓኻ ተረዲእኻኒ ጉዳይ ኣይኮነ ንስኻ ወዲ እኮ ኢኻ ወላ ወዲ ልደች ብዓልካ ትፈልጥ ናሰዋ ንሰብኣይ ትወድ ውይ ኣተስኡስ ፕራንክ ብለና ይዓኸ

ማራ እንድዩ ፋሚሊ ናይ የማነ ብጣዕሚ እዩ እንታይ በሃል ገይርና ብጣዕሚ ግን ለይትምድሪ ኣተሲእኻስ ፕራንክ ክትገብር ኣነስ ወላይቲ ኣይተፀበኹኻን እንደ ይሙን ሓወይ ለይትምድሪ ኣተሲእኻናስ ፕራንክ ክትገብረና ኣነ ማርያም እኳ ኣይተፀበኽዎ
ዝኾነ ሳብስክራይብ ግበርዎ ንየማነ ሓነና ከዓ ክንፈዲ ኢና ሽና ደኣ መሳኪን ዲና ፕራንክ ዘይንገብር ኣብ ቅድሚኡ ከመይ ገይሩ ፕራንክ ከም ዝገበረና መቸም ሪኢኹም ኢኹም ፋሚሊ
ኣብ ዝቕፅል ናይ የማነ ፋሚሊ ማለት ሳብስክራይብ ፋሚሊ ከሕፊሮም ንኣነስ ማናስኪ ኣይንፈጥም ኢና እኳ ጋይሽ ኣብዚ ገዛ ኣጋይሽ ኢና
ባይዘወይ ሳብስክራይብ ከዓ ግበርዎ ናትና ፋሚሊ ካብ ኣብዚ ገዛ እዚ ዝመፃኹም ሳብስክራይብ ግበርዎ የማነ ሓውና ማለት እዩ ደቂ ዓበይቲ ሰወድሓን ኣብ ዝቕፅል የራኽበና ከሪኤካ ግን የማነ ዓርከይ ኣተስዩ ስፕራንክ ዝገርም እዩ በቃ
ደሓን ሰሰናዩ ኣነ ሓፊረ ኣለኹ በቃ
በዛ ተኸይፍኩም ገለመለ ዛናጊዕኩም ትኮኑ ተስፋ ንገብር ላይክ ሳብስክራይብ ግበሩ ክሳብ ብካል መፃኩም ማለት እዩ